ሰላም ሰላም ሰሎሙን ደምሴ እያ ካብ ሶሎ ሜድያ ንሓቂ ወይ ድማ ሶሎ ሜድያ ፎር ትሩዝ ኩሉኹም ሰዓብተይን ተኸታትልተይን ኣብ ዘለኹምዎ ሰላምን ጥዕናን ክኾነልኩም እናተመነኹ ሎም መዓልቲ ድማ ብጣዕሚ ኣገዳሲ ዝኾነ ፃውዒት ንመንግስቲ ኤርትራ የቕርብ ኣለኹ ስለዚ ኩሉኹም ሼር ላይክ ኮመንት ሳብስክራይብ ብምግባር ነዚ መልእኽቲ እዚ ናብ መንግስቲ ኤርትራ ከተብፅሑለይ ብትሕትና ይሓትት ዓቢድካ ዲኻ ወይ ተጸሊልካ ናትካ መልእኽቲ ኢሳያስ ኣፈወርቂ ዝሪኦ ትብሉ ሰባት ክትህልዉ ትኽእሉ ኢኹም። ኢሳያስ ኣፈወርቂ ግን ኣብ ሚድያ ተሰጢሑ ዝውዕል ሰብ ምዃኑ ርግጸኛ እየ። ምክንያቱ ስራሕ ዘለዎ ሰብ ንመቃልስቱ ብዘይ ፍርዲ ንዒስራ ዓመት ኣይኣስርን እዩ። ስራሕ ዘለዎ ሰብ ሃገር ኣየዕኑን እዩ። ስራሕ ዘለዎ ሰብ ብዛዕባ ሃገሩ እንዳተሓተተ ብዛዕባ ኣሜርካ ብዛዕባ ካናዳ ብዛዕባ ኤሮጳ ኣይምልስን እዩ ጻሕሉ እንዳሓረረ ጻሕሊ ጎረቤት ኣየኽውስን እዩ ስለዚ ኢሳያስ ርግጸኛ እየ ከምዝሪኦ ካልእ ስራሕ የብሉን ስለዚ ሸር ግበሩለይ እቲ ኣዝዩ ዘሕዝነኒ ምንም ገበን ዘይብሎም ምንም ወንጀል ዘይብሎም ምንም ኣበር ዘይብሎም ትሕቲ ዕድመ ዝኾኑ ከም በዓል ሲሃም ዓብዱ ብጣዕሚ እየ ዝሓዝን ሲሃም ዓብዱ ኣእምሮኣ ስሒታ ዝብል ነገር ኣብ ሚድያ ይሰምዕ ነይረ ስለዚ ኢሰያስ ኣፍወርቂ ናይ በሓቂ ደቅኻ ከም ተፍቅር ብዛዕባ ደቅኻ ሓልዮት ከም ዘለካ ኣብቲ ቪድዮታትካ ሪኦ ብዛዕባ ደቅኻ ትሓስብ እንተ ኮንካ ደቅኻ ተፍቅር እንተ ኮንካ ነዚ ዘፍቅረካ እሞ ኸኣ ከም ንጉስ ገይሩ ዝርእየካ ህዝቢ ኤርትራ መንእሰይ ኤርትራ ንምንታይ ዘይተሓልየሉ ኣብ ዘይውግኡ እንዳኣተኻ ሓንሳብ ሴመን ሓንሳብ ሊብያ ሓንሳብ ኣብ ዘይእተኻዮ ሓንሳብ ኢትዮጵያ ሓንሳብ ሱዳን ኣብ ዘይእተኻዮ ውግእ የለን ነዚ መንእሰይዚ ኣጽኒትካዮ ነታ ሃገር ኣዕኒኻያ ንኤርትራስ ብኣካላ ክላ ቀቢርካያ በቃ ዝተረፋ ነገር የለን ስለዚ ከም በዓል ስያም ዓብዱ ህፃውንቲ ትሕቲ ዕድመ ፍታሕ ነቶም ትማሊ ጀጋኑ ትብሎም ነበርካ መቃልስትኻ ብዘይ ፍርዲ ንዓመታት ዝኣሰርካዮም ፍታሕ ምክንያቱ ናፅነት ማለት ናፅነት ማለት እዩ ናፅነት ማለት ካልእ ምንም ትርጉም ኣይደልየሉን እዩ ናፅነት ማለት ናፅነት ማለት እዩ ኣፍ ሰብ ዓቢስካ ናጽነት ድበሃል የለን። እግሪ ሰብ ብሰንሰለት ኣሲርካ ናጽነት ድበሃል የለን። መናእሰያት ፈቖዶ ባሕሪ እንዳጠሓልካ ኩሊቶም እንዳሸጥካ ናጽነት ድበሃል የለን። ንሰብ ከይሰርሕ ከይነግድ ከይመሃር ከይምርዓው ከይዘምድ፣ ሃገር ኣባላሺኻ ናጽነት ድበሃል የለን። ጽባሕ ንግሆ ትሓፍረሉ ነገር፣ ጽባሕ ንግሆ ተጣዒስካ ዘይትወጻሉ ነገር ኣይትግበር። ሕጂውን ፍታሕ፣ ሕጂውን ስልጣንካ ኣረክብ። ምክንያቱ ንስኻ ንሃገር ክትመርሕ ብቕዓት የብልካን፣ ፍጹም ብቕዓት የብልካን። ስለዚ ሃገር ኣረክብ ብሰላም በቃ ብሰላም ካብቲ ሃገር ውፃእ ሃገርና ግደፈልና ህዝብና ግደፈልና ይኣክል ሰብዓን ሸሞንተን በዚ ሕጂ ዘሚርካ ጀሚርካ ዘለኻ ፅምዶ ንዕኡ ክትብል ሰብዓን ሸሞንተን ተጋሩ የሕዋትና ከም ዝፈትሓኻ ሰሚዕና ፅቡቕ ድሕሪኡ ን ሚእትን ሓምሳን ደጊሙ ዝበሃል ወረ ሰሚዐ እዚ ውን ጽቡቕ ግን ምፍታሕ እንተ ደኣ ኮይኑ ንኹሉ እዩ ብዙሓት ኢኻ ኣሲርካ ዘለኻ ትሕቲ ዕድመ ካብ ኩሉ ኣውራጃ ተጋሩ ስለ ዝኾኑ ጥራይ መጽሓፍ ቅዱስ ስለ ዘንበቡ ጥራይ ኣቦታቶም ስለ ዝበደሉ ጥራይ ስለዚ ፍትሓ እዮም። ፖለቲሻንስ ፍታሕ፣ ጋዜጠኛታት ፍታሕ፣ ሸኻት ፍታሕ፣ ኣመንቲ ምስልምና ፍታሕ፣ ፓስተራትና ፍታሕ፣ ኣቐሽና ፍታሕ። ይኣክል ይኣክል። ስልጣንካ ኣረክብ ደቅካ ሒዝካ ውጻእ። ይኣክል ናይ ብሓቂ ይኣክል ጽባሕ ንግሆ ተጎቲትካ ካብ ትወጽእ ጽባሕ ንግሆ ናይ በዓል መን እዩ መሓመድ ገዳፊ ናይ በዓል ሳዳም ናይ ካልኦት ዕጫ ከይበጽሓካ ብዙሓት መንፈሳውያን የሕዋተይ ጎይታ ክትቅበል ጻውዒት ኣቕሪቦም ኢልካ እዮም ስለዚ ተነሳሕ ናይ ብሓቂ ተነሳሕ ኢድካ ንጎይታ ሃብ ሃገር ግን ገዲፍካ ውፃእ ብቅዓት የብልካን ናይ ብሓቂ ናይ ብሓቂ ኢካ ጸይቅካያ ናይ ብሓቂ ኢካ ቀቲል ህዝቢ ቀቲልካ ሃገር ቀቲልካ ኢኮኖሚ ቀቲልካ በቃ ምንም ፖስቲቭ ዝኮነ ፍረ ዘይብልካ ሰብ ኢካ ስለዚ ውጻእ ይኣክል እዚ ናይ ብሓቂ ልቦና ዘለዎ ሰብ ይመኽረካ ኣለኹ። እቲ ናይ ብሓቂ ጽባሕ ንጎ ትዝክሮ ጽባሕ ንጎ ምስ ተሓንቕካ እትዝክሮ በዓል ኩሎም ኩሎም እዞም ዲክታተርስ ከማኻ ኣብኦም ከምኡ ዝበፅሕ ኣይመሰሎም ግን በፅሕ እዩ እግዚኣብሔር ህያው እዩ እግዚኣብሔር ይፈርድ እዩ እግዚኣብሔር ይፈርድ እዩ ስለዚ ከይተተሓዝካ ከለኻ ብጎረሮኻ ከይተተሓዝካ ከለኻ ውፃእ ሃገርና ኣረክበና ሃገርና ኣረክበና ነዛ ሃገር እዚኣ እንደገና ፅምዶ ዝብል ሰላም ዘይብሉ ናይ ፀልማት ውግእ ናብ ደም ምፍሳስ ኣይተእትዋ ኢትዮጵያውያን ናቶም ንዓኣቶም ሰናይ ምነየሎም ግን ናቶም ንሳቶም ባዕላቶም ኣለዎ ስለዚ ሃገር ኣረክብ እሱራትና ፍታሕ ይኣክል ደቂ ሰማንያ ዓመት ኮይኖም ኣብ ጎደጉዲ ገሊኦም ዓይኖም ዓዊሩ ብህይወት ኣለዉ ድም የለውን ኣይንፈልጥን እቲ ናትካ ጭካነ ግን ናይ ብሓቂ ካብቲ ብ ሲኦል ዘሎ ሰይጣን ፈለይ ሪኦን እየ ስለዚ ይኣክል ሃገር ኣረክብ ካብ ሃገር ውጻእ ንዓኻ እዚ ብጣዕሚ ምቹእ ግዜ እዩ ገዲፍካ ክትወጽእ ገዲፍካ ክትወጽእ ምቹእ ግዜ እዩ መልእኽተይ እዚ እዩ የቐኒለይ